ሰላም ሰላም ክቡራት ተኸታተልትና መደብ ሄለን ታይምስ ከመይ ትኾኑ? ንሕና ኣምላኽ ይመስገን ጽቡቕ ኣለና። ብምቕጻል ኣብ ህይወትኩም ሰላምን ቅሳነትን ክኾነልኩም እንዳተመነና እምበኣር ንሎሚ ብዛዕባ ንስሪ ኣሞራ ዘደንቕ ባህርያቱን ሒዝናልኩም ቀሪብና ኣለና። ክሳብ ፍጻሜ መደብና ምሳና ኮንኩም ክትከታተሉ ብኽብሪ ንዕድመኩም። ብምቕጻል ነዛ ቻነልና ሓደሽቲ ዝኾንኩም ሰባት ሸር ላይክ ሳብስክራይብ ብምግባር ኣብ መዓልታዊ ዝዝርግሑ መደባትና ተሳተፍቲ ንኽትኮኑ ብኽብሪ ንዕድመኩም። ስዒበ ናብቲ ድቕጽል ትሕዝቶና ከብለኩም እየ። ንስሪ ኣሞራ ዘደንቕ ባህርያቱን። ብዛዕባ ኣዕዋፍ ንስሪ ክነግረኩም ከለኹ ዘገርምን መሳጥን ዛንታን እዩ ዘለዎም። ዛንታ ንስሪ ኣብ ህይወት ኩላትና እዩ ዘሎ። ስለዚ ምስ ገዛእ ርእስና ኣዛሚድና ተሰሚዕናያ ኣብ መወዳእታ ምዕዋትና ዘይተርፍ እዩ። ብፍቕሪ ሰዓቡኒ። ኣብ ዓለም ንስሪ ጥራይ እዩ። ንጸሓይ ብቐጥታ እናረኣየ ናብ ጸሓይ ክነፍር ዝኽእል እንኮ ፍጥረት ዓለምና እዩ። ንስሪ ክነፍር ከሎ ካብ ሚእቲ ወይ ክሳብ ክልተ ሚእቲ ኳዃት ኮይኖም ክጓዝሙሉ ከለዉ ናብ ጸሓይ እናረኣየ ንላዕሊ ገጹ ይነፍር። ካልኦት ፍጥረት ናብ ጸሓይ እናረኣዩ ክነፍሩ ስለ ዘይክእሉ ብኡ ብኡ ኣቢሉ ይስወሮም። ንስሪ ካብ ዓይኒ ሰብ ሸሞንተ ዕጽፊ ክርኢ ይኽእል እዩ። ንስሪ ነቲ ኣብ ምህዳን ዘሎ ካብ ሓሙሽተ ክሳብ ሸውዓተ ኪሎ ሜተር ዘሎ ብዝግባእ ከለልዮም ይኽእል እዩ። ንስሪ ንሃድን ዝኸውን ክሳብ ሚእትን ዕስራን ኪሎ ሜተር ዝኸውን ይበርር። ንስሪ ካብ መዕቆቢ ዘይብሉ ቦታ እንተመጺኡ ብዝናብ ኣይቅጥቀጥን እዩ። ነቲ ዝናብ ሰንጢቑ ኣብ ልዕሊ ደበናታት እዩ ዘንሳፍፍ እምበር ብዝናብ ኣይቅጥቀጥን እዩ። ንስሪ ሃዲኑ እምበር ዝሞተ ፈጺሙ ኣይበልዕን እዩ። ንስሪ ምስ ሓመመ ናብ ጸሓይ ብምውትካር ሕክምና ይረክብ። ንስሪ ሰለስተ ሚእትን ኣርብዓን ዲግሪ ክርኢ ይኽእል እዩ። ን ሰለስተ ሚእትን ኣርባዓን ዲግሪ ድማ ብሓንቲ ትርኢት ክርኢ ይኽእል እዩ። ወዲ ሰብ ግና ክሳብ ሚእትን ሰማንያን ዲግሪ ኣከባቢ ጥራይ እዩ ክርኢ ዝኽእል። ንስሪ ክሳዕ ሰብዓ ዓመት ዕድመ ዝነብር ናይ ዕድመ በዓል ጸጋ ዑፍ እዩ ዝብል ተሰሚዕካ ልክዕ እዩ። ግና ንሰብዓ ዓመት ብሓጎስ ቅድሚ ምንባሩ ኣብ መፋርቕ ዕድሚኡ ማለት ኣብ ሰላሳን ሓሙሽተን ወይ ከኣ ክሳብ ኣርብዓ ዓመት ዕድሚኡ ከቢድ ብድሆ የጋጥሞ እዩ። እቲ ቀዳማይ እቲ ምግቢ ንምርካብ ኣብ ዝግበር ጻዕርታት ዝጥቀመሉ ኣጻብዕቲ ኣጽፋሩ ኣመና ስለ ዝበቁል ነቲ ምግቢ ካብ ምድሪ ከልዕሎ ኣይክእልን እዩ። እቲ ካልኣይ እቲ ኣዕጽምቲ እውን ከይተረፈ ክሰብር ዝኽእል መትሓዚ ኣፉ ይዕጸፍን ይጠዋወን በዚ ከምዚ ድማ ከምቲ ልሙድ ነቲ ምግቢ ኣይበልዖን። ሳልሳይ እቲ ኣብ ነፍሱ ዘሎ ኣኽናፍ ክንቲትን ኣብ ሰማየ ሰማይ ዳሰንጠቐ ዝነፍረሉ ዝነበረ ሓይሊ ምኻድ የጸግሞ። እዚ ሰለስተ ከቢድ ጸገማት እዚ ነቲ ዑፍ ንስሪ ኣብ መፋርቕ ዕድሚኡ ዘጋጥሞ ዝኸበደ ጸገማት እዩ። ሕጂ ንስሪ ዑፍ ክልተ ምርጫ ኣለዎ፣ ምስ ኣረጊት ስግኡ፣ ስቕ ብምባል ሞቱ ንምሕላውን ነቲ ዝተረፈ ሰላሳን ሓሙሽተን ዓመቱ ሓሙሽተ ወርሒ ስቓይን መስዋእትን ከፊሉ ዝተረፈ ህይወቱ ብሓጎስ ንምሕላፍን እዩ። ነታ ቀዳመይቲ እንተ መሪጹ ኣብ መፋርቕ ዕድሚኡ ስለ ዝመውት እቲ ዛንታ በዚ እዩ ዝዛዘም። ነቲ ካልኣይ ምርጭኡ እንተ መሪጹ ግና ሓሙሽተ መስዋእቲ ክሓልፍ ኣለዎ። ቀዳማይ ናብ ነዋሕቲ ከረን ደይቡ ሰፈሩ ይሰርሕ ሰፈሩ ምስ ዓፀደ እቲ ቀዳማይ ዕማም ንመትሓዚ ኣፉ ምስ ከውሒ ተጋጭዩ ብምሕፃር እዩ ሓንሳብ ከቡ ምስ ገበረ ሓድሽ መቕሎ ክፍታሓሉ እዩ እቲ ሕቕሪ ክሳብ ዝዓቢ ኣብ ሰፈሩ ምግቢ ከይበልዐ ክፅበ ከዓ ግዴትኡ እዩ ኣርባዕተ፣ ሓድሽ መትሓዚ መንቆሪ ወይ ኣፍ ምስ በቖለሉ፣ ብኡ ተሓጊዙ ነቲ ናይ ቀደም ጽፍሩ ነቓቒሉ ይድርብዮ። ሓሙሽተ፣ እቲ ሓድሽ ኣጻብዕቱ፣ ኣእጋር፣ ምስ በቖለሉ፣ ነዚ ሓድሽ ጽፍሩ ከም መሳርሒ ተጠቂሙ ነቲ ንኸይነፍር ዝዓግቶ ዕንቅፋት ዝኾኖ ዝተኣላለመን ዝኣረገን ክንቲቱ ንምልዓል ከም መሳርሒ ይጥቀመሉ። ብግዲኡ ከኣ ሓድሽ ክንቲት ይዓቢ። ድሕሪ እዚ ሓሙሽተ ወርሒ ዝወስድ ጅግንነት ዝመልኦ ምድያብ ከም ብሓድሽ ናይ ገዛእ ርእሱ ልደት ከም ብሓድሽ ይረክብ ካብ ቁሸት ንስሪ ድማ መንእሰይ ኮይኑ ይወጽእ ስለዚ ጎበዛይ ጸገም ኣጋጢሙኒ ኢልካ ላዕልን ታሕትን ኣይትበል ሽግር ወይ ጸገም እንዳበልካ ኣይትዘምር ኣብ ቅድሚት ጸገም ከም ዘለካ ኣምሲልካ ኣይትሕሰብ ኣብዛ ወዲ ሰብ ንጥቅሚ ጥራይ ኣፍጢጡ ዝክተላ ዓለም ንክትወድቅ ኢልካ ናይ ደወል ቃጭል ንምድዋል ኣይትተሃወኽ ብዙሕ ነገር ክሰርሕ ዝኽእል ኣእምሮኻ ካብ ኣብ ሕሜታ ምውዓልን በለኪ ለኽዓክን መሳርሕታት ኮንካ ብሓሶት ኣይትንበር ኣብቲ ሓቂ ሂወት ኣይትሙት ከም ንስሪ ኣብ መፋርቅ ሂወትካ ምርጫ ክህልወካ ዩ። ካብ ሽግር ሓቒፍካ ምሟት ንሽግርካ መስዋእቲ ከፊልካ ምሕላፍ ኣስተውዕል ነቲ ዳሕረዋይ እንተ መሪጽካዮ ከም ንስሪ ሓሙሽተ ዋጋ ክትከፍል ስሎ ዘለካ ተዳሎ ቀዳማይ ርእስኻ ካብ ነገራት ርሓቕ ሓሳባትካ ብጽሞና ድማ ሓሉ ንስሪ ካብ ኩሎም ንስሪ ርሒቑ እዩ ዕሩቕ ሂወቱ ንምኽፋል ኣብ ዝልዓለ ኸረን ዝድይብ ከምዚ ዓይነት ሜላ ምሁራት ዕዉት ሱባኤ ይብልዎ። ክልተ፣ ነቲ ኣገዳሲ ጸገምካ ንምፍታሕ ጽኑዕን ቆራጽን ብምዃን ተሪር መስዋእቲ ምኽፋል። ሰለስተ፣ እቲ ዝኸፈልካዮ ብትዕግስቲ ምጽባይ፣ ልክዕ ከምቲ ንስሪ ኣጽፋሩ ክሳዕ ዝዓቢ መግቢ ዘይበልዕ፣ እዚ እውን ነቲ ዝኸፈልካዮ ዋጋ ብትዕግስቲ፣ ብዓቕሊ እንተ ሓሲብካ እቲ ኣብ ህይወትካ ዘጥፋእካዮ ነገራት ክትፈትሖ ኢኻ። ንስሪ ምስ ዓበየ ነቲ መሳምር ኣእጋሩ ወጊኡ የልግሶ። እዚ ኩሉ እንተሊካ ናብ ትምኒትካ ነፊርካ ከምዚ ዝበሃል ዘሎ ንስሪ ኣጻብዕቲ ኣእጋሩ ኣውጺኡ ነቲ ኣረጊት ኣኽናፉ እንተኣወጊድዎ ሓድሽ ክንፊ ሓድሽ መትሓዚ ከምኡውን ሓድሽ መሳምር እንተኣማዕቢሉ ምሉእ ህይወቱ ከም ብሓድሽ ንስሪ ኮይኑ ክነብራ እዩ ማለት እዩ። ብሓጺሩ ኣነን ንስኻን ነዚ ኩሉ እንተ ሓሊፍናዮ ብሓድሽ ክንፍን ሂወትን ብገመድ ተስፋን ዓወትን ንነብር ንኸውን። ክቡራት ተኸታተልትና መደብ ሄለን ታይምስ በዚ ዘቕረብናልኩም መደብ ተማሂርኩምን ተዘናጊዕኹምን ክትኮኑ ትምኒትና እዩ። ኣብዚ መደብ ተወሳኺ ሓሳብ ወይ ከኣ ርእይቶ ምስ ዝህልወኩም ኣብ ቦታ ኮመንት ኣስፍሩልና። ንምትብባዕ ከኣ ሸር ላይክ ሳብስክራይብ ብምግባር ኣብ መዓልታዊ ዝዝርግሑ መደባትና ተሳተፍቲ ንኽትኮኑ ብኽብሪ ንዕድመኩም። ኣብ ቀጻሊ ብኻልእ ትሕዝቶ ክሳብ ንራኸብ ሰሰናዩ።